ንደልዮ ደለና ከይረሰብናዮ ንተርፍ ደለና ንምንታይ ክንደይ ሰብ እዩ ኣብ ኣደዳ ጭንቀት ኮይኑ ደሎ ናብ ሊብያን ናብ ካልእ ነገራትን እንዳኸደ ናይ ብሓቂ ድዩ ተመንይዎ ናይ ብሓቂ ድዩ ደልይዎ ኢልና እንተ ሓቲትና ግን ዓቢ ሕቶ እዩ ናይ ብሓቂ ደልይዎ ኣይኮነን እቲ ህይወት እቲ ጀስት ምምስሳል ሶ ምልኣት ድፈጥረ በቃ ድፈጥረልና ህይወት ንኸይንነብር ጎደሎ ዝኾነ ህይወት ካብታ ደጋዊት ዓለም ንደሊ ስለ ዘለና እዩ ንመሳሰል ክስቶ ገይርዎ ክስቶ ገይራቶ ኢልና ጥራይ ንኣቶ እንተ ኮይና ንክስቶ ገነት ዝኮነ ሂወት ንዓይ ምስ ድሌታተይ ምስ ናተይ ስሚዒታተይ ስለ ዘይከ ሜይቢ ናንዓይ ሲኦል ቃንዛ ክኮን ይክእል እዩ ሲኦል ክኮን ይክእል እዩ ሶ በቃ ሂወት ከኣ መዓልታዊ በቃ እንዳስተባቀርናያ ደስ እንዳበለና ድኮነ ንዓና ደስ ድብለና ነገራት እንዳሰራሕና እንዳተፈሳህና ደስ ኢሉና በቃ ዕውታት ኮይና ኢቺ ኤንድ ኤቭሪ ደይ እንዳስተማቀርናያ በቃ ክንጓዓዝ እያ ተዋሂባትና ደኣ እምበር መዓልታዊ እንዳተሳቀና እህህ እንዳበልና እንዳተጨነቅና ኣይኮናን ናይ በሓቂ ሂወት ምቅርቲ ዘይኮነት ኮይና ዘይኮነት ምምስሳልናይ ካብ መቐረጽና ደህሪ መና ደሎ እቲ ዝበዘሐ ሽግር ኣብ ኤሮፓ ድዩ ደሎ ኣብ ኣሜሪካ ድዩ ደሎ ገደድ ኣንሰር ይኩን ኣብ ኣብ ኣፍሪቃ እዩ ደሎ ድበዘሐ ሽግር። ሽግር ኣብ ዘለዎ ሰዓት ከኣ ዕውት ንሙኻን ንዝጽዕር ደሎ ሰብ ኢንተርፕረነር ኮይኑ ወይ ድኹነ ቢዝነስ ንክጅምር ድሓስብ ደሎ ሰብ ከኣ ኣየናይ ኢንቫይሮመንት እዩ ድሓሸ እንተ ኢልኩም ሽግር ድበዝሖ እዩ። ክቕረፍ ዝኽእል መሊኡ ሽግር ኣሎ so we gotta check it ናብ ገዛእ ርእስና ተመሊስና ይመሳሰል ድየ ደለኹ ወይስ ናይ ብሓቂ ኣነ ድልየታተይ ንምግባር ይኸይድ እየ ደለኹ? ንደልዮ ደለና ከይረሰብናዮ ንተርፍ ደለና ንምንታይ እቲ ንሕና ንምንዮን ንደልዮን ደለና ነገር ማለት ኩሉ ሰብ ድምነዮ ነገር ኣሎ ኩሉ ሰብ ድብህጎ ነገር ኣሎ ኩሉ ሰብ ኣብዚ ክበጽሕ እየ ድብሎ ድኾነ ነገራት ኣሎ ሶ እቲ ነገር እቲ ንኸይንረክብ ግን እንታይ እዩ ዓንቂጽና ወይ እንታይ እዩ ኣጊድና ደሎ ኢልና ሎማዓንቲ ብፍላይ ከዓ ከም ሕብረተሰብ ንሪኦ ምክንያቱ ፓራዳይም ኢሉ ክነግረና ዝጸኒሐ ሳሚ ኩሉ ነገራትና ከባቢ ከባቢና ድሎ ነገራት ድስረት ስለ ድኾነ ከባቢና ብኸመይ ኢንፍሉዌንስ ዝገብረና ንዓና? ንዓናኸ እቲ ንሕና ንደልዮ ነገራት ንኸይንረክብ ኣጊዶምና ድለዉ ነገራት እንታይ እዮም? ሎማዓንቲ ብርገኖ ሲዘም ሓደ ብሓደ ክንርኢ ኢና ማለት እዩ። ድበዝሐ ሰብ ኣበይ ከም ዘሎ ይፈልጥን ኣበይ ከም ዝኸይድ ዘሎ እውን ብዙሕ ድርድኦ ነገር የብሉን። ጀስት ይጎዓዙ እዩ ደኣ ድሎ እምበር ሂወት ከኣኒ በቃ መጎዓዝያ ጥራይ ዘይኮነት እንዳበቃ እንዳኸድካ ከተስተማቕራ ዘለካ መዓልታዊ ኤቭሪቲንግ ፕሮግረሲቭሊ እንዳተገለጸልካ እንዳበረሀልካ ክኸይድ ከሎ እንዳስተማቐርክያ ኢች ኤንድ ኤቭሪ ሰከንድ እንዳስተማቐርክያ ክትከይድ ዝተፈጠረት ብልጽቲ ዝኾነት ህያብ እያ እምበር ጀስት ተጓዒዝካ ጥራይ ትሓልፍ ኣይኮነትን ሂወት ክሊር ሶ እዚ ንኸይከውን ግን እንታይ እዩ እቲ ሽግር እንተደኣ ኢልኩምኒ ጀስት በቃ ሰብ ኣበይ ከም ዘሎ ይፈልጥ ናበይ ይኸይድ ከም ዘሎ ይፈልጥን እዩ ጀስት ይጓዓዝ ይኸይድ ጥራይ ዘሎ ዝበዝሐ ሰብ So ማለት ከይድካ ንሰብ ንምንታይ ኢኻ ንጉሆ ተሲእካስ ንምንታይ ናብ ስራሕ ትኺድ ኣለኻ እንተ ኢልካዮ ወይ ንምንታይ ኢኻ ፕሮሰስ ጀሚርካ እንተ ኢልካዮ ንደገ ክኾን ይኽእል ሳምቲንግ ንምንታይ ኢኻ እዚ ትምህርቲ እዚ ትመሃር ዘለኻ እንተ ኢልካዮ በቃ የዕሩኽተይ ይመሃሩ ኣለዉ ንምንታይከ ናብ ደገ ትኺድ ኣለኻ ወይ ናብ ኤሮጳ ናብ ኣሜሪካ ናብ ካልእ ንምንታይ ትብል መሓዙተይ ይኽድ ኣለዋ የዕሩኽተይ ይኸዱ ኣለዉ እንታይ እሞ ክገብር ደኣ ኣብዚ ዓዲ እዚ ድሓር እዚ ዓዲ እዚ ኸኣ ጽቡቕ ኣይኮነን ኣይኮነን ደማኽረካ ከኣ ኣሎ ብውሽጥኻ ክሊር ንኣተርጎመ ይብሉ ኣፍሪቃ ኣፍሪቃ እዩ ክሊር ጋይስ ሶ ኤቭሪባዲ ንኣብነት ሓደ ሰብ ናብ ፍቅራዊ ሂወት ኣት ንምንታይ ናብ ፍቅራዊ ሂወት ኣቲኻ ተበልካ ናይ ብሓቂ ንዓኻ ድብለካ ኣሎ ነገራት ንዓኻ ድብለካ ነገራት ኣሎ ኣብዚ ዕድሜና እዚ ከየፍቀርና ዳሞ ደስ ኢላት ንፍቃሪተይ ስለ ዝኾነ ታፍቃሪ ስለ ዝኾነ ተፋቂርና ኢና ኣቲና ይድብል ደሓር ገዛ ክምለስ ከሎ ግን ዳዕዋ እዩ ማለት ባእሲ እዩ ክሊር ማለት ምስ ነብሱ ይብለኩም ዘለኹ ምስቲ ሰብ እውን ኣይኮነን ምኽንያቱ ጀስት ካልእ ሰብ ናብ ፍቅራዊ ሂወት ክኣቱ ስለ ዝረኣየ እዩ ደኣ ዝኣቱ ዘሎ እምበር ናይ ብሓቂ ደልይዎ ፈትይዎ ካብ ብልቡ ተድመንጨወ ደስታ ሂብዎ ወይ ከኣ ውሽጣዊ ድሌታቱ ደፊእዎ ኣይኮነን ወይ ንዝኾነ ሰብ ንምንታይ ኢኻ ፕሮሰስ መሪጽካ ኣለኻ ንምንታይ ኢኻ ንደገ ክትከይድ ዘለኻ እንተ ኢልካዮ እንታይ እሞ ክገብር ደኣ እሞ ኣሕዋተይ ኣለዉ ኪድ እዮም ድብሉኒ እንታይ እንታይ እሞ ክገብር እየ እዚ ከኣ ኩሉ ሰብ ይኸይድ እዩ ዘሎ so you see ኣብ ኩለን ዘን ክብለን ዝጸናሕኩ ነገራት እቲ ጸገም ክትረኽብዎ ትኽእሉ ኢኹም እንታይ ምዃኑ እቲ ሽግር so ናይ ዝበዝሐ ሰብ ሽግር ናይ ዝበዝሐ ሰብ ሽግር ድፍረት ስኢኑ ኣይኮነን ማለት ድፍረት ስኢኑ ኣይኮነን ኣብዚ ኾንካ ንኣብነት እንታይ ድበሃል ንምውጻእ ንግዲ ፍቃድ ንምውጻእ ወይ ኤኒቲንግ ኣብ ዝኾንካ ዝኾነ ነገራት ንምግባር ድፍረት ስኢንና ኣይኮናን እዩ ድብል ሓደ ኣሎ ሆሊመይ ድበሃል ሓደ ሰብኣይ ኣሎ ማን ሰርች ፎር ሂምሰልፍ ትብል መፅሓፍ ፅሒፉ ኣሎ ኣይ ቲንክ ብቐዳይ ነጊረኩም ነይረ ማን ሰርች ፎር ሂምሰልፍ ቀደም እዩ ተፃሒፉ ሸን ሸዓተ ሚትን ሓምሳን ኣከባቢ እሱ ኣብኡ እንታይ ድብል ናይዚ ሕብረተሰብና ሽግር ኮይኑ ደሎ እቲ ዝዓበየ ሽግር ኮይኑ ደሎ ኮንፎርሚቲ ይብል ወይ ከኣ ምምስሳል እዩ ድብል clear ምስ ኣለኹም ምምስሳል እዩ እቲ ዝዓበየ ሽግሩ ናይዚ ናትና ሕብረተሰብ ብፍላይ ሽዑ እዩ ከምኡ ኢሉ ተዛሪቡ ኔሩ ናብ ናትና ሕብረተሰብ እንተ መጺኹም ከኣ እቲ ዝኸፍእ ኣጥቂዕና ዘሎ ቫይረስ እንታይ እንተ ኢልኩምኒ ካልእ ኣይኮነን ቀደም ኤች ኣይቪ ወይ ቅድሚ ሕጂ ኮሮና ኔሩ ክኾን ይኽእል እዩ ንመዋእል ዝቕጽል ዘሎ ክሳብ ሕጂ ዘይተቐረፈ ዘሎ ሓደ ነገር ግን እንታይ እንተ ኢልኩምኒ ኮንፎርሚቲ ኮንፎርሚቲ ክንብል ከለና ካብ ምምስሳል ማለት እዩ Clear? So ንኸይንዕውት ጌርና ዶ ኣሎ? ወይ ናበይ ከም ንኸይድ ደይክንፈልጥ ጌርና ዶ ኣሎ? መቐረት ህይወት ክንስእና ጌርና ዶ ኣሎ? ወይ ኣብዚ ኣብዚ ዘለናዮ ዓዲ Wherever we are ኣብዚ ንሃሉ ኣብ ካልእ ዓዲ ንሃሉ እቲ ናትና ውሽጣዊ ድሌታትና ንኸይነተግብር ጌርና ዶ ኣሎ? ሓደ ነገር እንታይ እንተ ኢልና ምምስሳል እዩ። ምስ መን ኢኻ ትመሳሰል? ምስታ ደጋዊት ዓለም፣ ምስቲ ብቲ ደገ ኣብ ቀረባኻ ትረኽቦ ሰብ ወይ ከኣ ምስ ሕብረተሰብካ። ኣብ ጥቓኻ ትረኽቦም ሓውኻ ሓፍትኻ ቤተሰብካ ኤኒባዲ ምሶም ምምስሳል እዩ እቲ ዝዓበየ ሽግር ኮይኑ ደሎ ይድብል ክሊር ንምንታ በቃ the opposite of courage ወይ ከዓኒ ናይ ኣንጻር ናይ ድፍረት እንታይ ኢልኩም ትሓስቡ በቃ ናይ ዘይምድፋር ወይ ናይ ትብዓት ናቱ ተቓራኒ እንታይ እንታይ ኮይኑ ይስምዐኩም ፍርሒ ይሓቅን ሶቲ ሰብኣይ ግን ፍርሒ ኣይኮነን እዩ ድብል ናይ ትብዓት ተቃራኒ ወይ ከኣ ናይ ድፍረት ተቃራኒ ድኮነ ኮንፊርሚቲ እዩ ድብል ወይ ከኣ ምምስሳል እዩ ክሊር ፍርሒ ኣይኮነን ሶ ኩሉ ሰብ ፍርሒ ስለ ድሃለዎ ኣይኮነን ከምኡ ድኮን ከምኡ እዩ ድመስለና ኣነ ኦይ ከመይ ኢሎም ኣብዚ ዓዲ ደፍርሕካ ኩነታት ኣሎ ሓቀይ ምዚ ናይዚ ዓዲ ኩነታት ወይ ከኣ ድኮነ ነገር ኣፍሪቃ ትብሎ ነገር ደፍርሕካ ኩነታት ኣሎ እሱ ኣይኮነን ብጸገም ኢሉ ይብሎ ኣሎ ክሊዕ ብይ ንኣብነት ሰብ ከኣ ሲንግል ኮይነ በይነይ ኮይነ እንታይ ክኸውን ንሱ ኣይኮነን ዘፍርሐካ ዘሎ ወይ በቃ ደፊርካ ናብ ሪሌሽንሺፕ ደይምእታውካ ኣይኮነን ትሽግር ዘሎ እቲ ዝዓበየ ጸገም ኮይኑ ዘሎ ኢስ ኮንፊርሚቲ ሶ ኩሉ ሰብ እቲ ዝደልዮ ነገር ንኸይረክብ ኣጊድዎ ዘሎ ብፍላይ ንዓና ከኣ ከም ሕብረተሰብ ኣጥቂዕና ዘሎ ነገር እንታይ እንተ ኢልኩምኒ ጀስት ምምስሳል እዩ clear እንታይ እዩ ጠንቁ እንታይ እዩ ብዙሕ ነገራት እንታይ የምፅእ we're gonna see ፅቡቅ ጌርና ዳር ኣርኣና ክንከይድ ኢና ግን if you ask everybody ንኩሉ ሰብ እንተ ክትሓቶ ክኢልካ ንምንታይ ኢኻ ከምዚ ጌርካ እንተ ኢልካ ናይ ብሓቂ ምስ ውሽጡ ዝኸይድ መልሲ ኣይ- ኣይምልስልካን እዩ ዝበዝሐ ሰብ clear ኣነ እውን ነይሩ እየ እኮ ማለት ጀ- ንምንታይ ፋ- ፋርማሲ ተ- ተ- ተማሂርካ እንተ ኢልካ እውን ሕጂ ዝጀመረ ነገር ኣይኮነን እኮ እዚ ኩሉ ነገራት ካብ ህፃነትና ዝጀመረ እዩ ምምስሳል ከ ገና ካብ ህፃነትና ከለና ዝጀመረ እዩ ማለት ትኸይድ ክትዓቢ ከለኻ ትሪኦ ቦኻ ኣዴኻ እዩ ጎረቤትካ እዩ ስለዚ ቦኻ ኣዴኻ ጎረቤትካ ዘለዉ ካልኦት ሰባት ከኣ እንታይ እዮም ዝብሉኻ እንታይ እንታይ ይብሉና ኣለዉ ናበይ ኢኻ ትኸይድ መጀመርያ ምስ ተወለድካ ቁሩብ ደሓን ዕድመ ምስ ጀመርካ ኣርባዕተ ሓሙሽተ ዓመት ትበጽሕ ከኣ ናበይ ትኸይድ መዋለ ህጻናት ትኸይድ ሓቀይ መዋለ ህጻናት ኣሎ እሱ ኣብኡ ቁሩብ ንእሽተይ ፍሪደም ኣሎ ሜይቢ ዲቪዛ ዘይከዱ ይኽእል ይኸውን እዩ ሕጂ ግን መጺኡ ቀዳማይ ክፍሊ ክትኣቱ ከለኻ ግን ዲቪዛ እንተዘይጌርካ እንታይ ኢኻ ትገብር ዲቪዛ እንታይ ኢኻ ትቕጻዕ ኣይኮነን ንምንታይ ዲቪዛ ስለ ዘይገበርካ ዲኻ ትቕጻዕ ወይስ ምስ በቃ ዲቪዛ ምስ ሰብ ስለ ዘይተመሳሰልካ በቃ ኣይተ ምክንያት ፍልይ ኢልካ ኣለኻ ንስኻ ኣይኮነ ኣይተመሳሰልካን ዘለኻ ሕጂ ምጽእ ኣብዩ ዲቪዛ ንምንታይ ዘይገብርካ ትቕጻዕ ግድፉ ዲቪዛ ግድፉ ጨጉሪ ንኣብነት ነይሩ ሓቂ ጨጉርኻ ኣንውሒ ተቢልካ ወይ ፈሪዝካ ተመፂኻ ኣፍራዛ ገይሮም እዮም ድኹዕትኻ ኣይኮነ እንዲ ገለገለ መማህራን ብፍላይ ከበድቲ እዮም ማለት ጨጉርኻ ገለ ትመሳሰል ክትክል ኣለካ ምስ ትደሎ ሕብረተሰብ ፍልይ ክትብል የብልካ ክሊር ጋይስ ሶ ፍሉይነትካ ደምፀኦ ሽግር ከኣ ናብ ፈተና ኤፍ ተምፅእ ምክንያቱ ኣይተፅንዕን ኢኻ ደስ ኣይብለካን እዩ ግን ክትመሳሰል ተደኣ ኮንካ ምስቲ ሕብረተሰብ እንታይ ክትገብር ትክእል ኣለካ

Clear guys ምስ ነቐሕኻ ካልእ ደጋጥሞ ሽግር ኣሎ ግን ድጅምር ካብ ምንታይ ይብለኩም ኣለኹ ካብ ህጻነትና እዩ ምምስሳል ድጅምር Clear guys ተረዳዲና ኣለና በቃ ሓደ ዓይነት ድቪዛ ትገብር ሓደ ዓይነት ፈተና ዋብካ ሓደ ዓይነት ኩሉ ነገራት ይወሃበካ ዘን እዚ ኩሉ ነገራት እንዳገበርካ ክትከይድ ከለኻ ዝኾነ ሰዓት መዓስ እዩ ዝርደእካ መሲልኩም ምስ ዓበኻ ወይ ኣብዚ ምስ መጸኻ ገለ መለታ ማለት ምስ ተመረቕካ ኩሉ ነገር ይርደእካ ተመሪቕካ ገለ በቃ ተማሃር ጥራይ ዲቪዛኻ ጥራይ ጽቡቕ ጌርካ ኣጽሪ። ትምህርትኻ ጥራይ ጽቡቕ ጌርካ ኣጽንዕ። ዲግሪ ጥራይ ሓዝ። ኣብ መጨረሻ ጽቡቕ ህይወት ክትነብር ኢኻ ኣብልኻ። ኣቤት ደስ ኣጽኒዕና ኣጽኒዕና ኣጽኒዕና ፋርማሲ ኣጽኒዕና ካብ ሽዑ ዝረኸብክዎ ህይወትን ሕጂ ዘለኒ ክርኦ ከለኹ ድማ ሰማይን መሬትን እዩ። ሓሶት እዩ። ክሊር ጋይስ። ስቶት በቃ ቶታሊ ሓሶት ምዃኑ ሽዑ እዩ ዝርደካ ምኽንያቱ

ምንም ኣነ ሓቂ ደይ ይዛረበኩም ሕክምና ትባሃል ማለት እዩ ገና ካብ ህጻነተይ ከሎ ልጸሎ ነገር ተደኣ ነይሩ ንሱ እዩ ዝኾነ ከፖሊስን ሓኪምን ተትብልኒ ፖሊስ ምሓሸኒ ይብለኩም ሳብ ካይፈለጥኩን ግን ከምኡ በልኩ ነይሩ ግን ኢስ በቃ ብጣዕሚ ከም ልጸሎ ይነግረኩም ኣለኹ ክሊን

ሓደ ዓመት ሰሪሐ ዘይኮነ ከይደ ደሓን ክልተ ወርሒ ድፈልጠን ኣነ ክልተ ወርሒ በቃ ክልተ ወርሒ እየ ሰሪሐ ሕጂ ደሓን ኣብዚ ኮይነ ክዛረብ ሽግር የብሉን ክልተ ወርሒ ነብሪ ዶ ይብለኩም ዘለኹ እቲ ካልእ ከመይ ኣሕሊፍክያ እንተ ኢልኩም እንዳኸብለልኩ እንዳኸብለልኩ በቃ ኣብታ ፋርማሲ ይረኣይ ክልተ ሰሙን ይብል ክልተ ወርሒ ምሉእ ጥፍእ እብል ኣብ ቁሩብ ናብ ገጠር ውፅእ ኢሊ ነይሩ ዝነበርኩም ኣብ ዓሰብ በቃ ሸንኮለል እብል ንዓይ ኣይኮንኩን ንሕብረተሰበይ ኣይኮንኩን ምምስሳል ንዓኻ ይጠቅም ንቤተሰብካ ይጠቅም ንሃገርካ ይጠቅም ንኣህጉርካ ንማንም ድጠቅም ኣይኮነን clear guys ግን መሲልዎም ንሶም ውን ተመሳሲሎም ንዓና ንኽንመሳሰል ጌሮምና ማለት እዩ clear so ካብኡ ኢዩ ድጅምር እቲ ጸገም ሕጂ እንታይ ድኾን ደሎ መሲልኩም ሂወትካ በቃ ካብ ትምህርቲ ወጻእ ካልእ ሂወት ከምዘየለ ይነግሩኻ ትምህርቲ ኣይኮነን እቲ ሽግር እንታይ ዓይነት ትምህርቲ ትማር፣ እንታይ ዓይነት ጥበብ ትቐስም እዩ ደኣ እምበር ኦፍ ኮርስ ኣይጠቅምን እዩ ማለትኩ ኣይኮነን። ክሊር? ካብ ብንእስነትና እዞም ሕጂ ንመሃሮም ኣብዚ ናይ ህይወትን ዓወትን ምስጢራት እንዳተማሃርና እንዳተማሃርና ተንመጽእ እኮ ብዙሕ ሽግር ኣይምሃለወን ነይሩ። ከመይ ኢልካ ሰላም ትኾን፣ ገንዘብ ብኸመይ ብቐሊሉ ትረክብ፣ ኣእምሮ እንታይ እዩ፣ ብኸመይ ኢኻ ትቕይሮ፣ ዝተፈላለዩ ናይ ህይወትን ዓወት እንታይ እዩ፣ ብኸመይ ኢኻ እደለኻዮ ነገራት ትረክብ ዝብል ኮንሰፕት ተንመሃር ሽግር ኣይምነበሮን። ግን ትምህርቲ ቤት ሓደ ድገበሮ ወይ ኣብ ህጻነትና ተመሊስና ክንርእዮ ከለና ህይወትና ሓደ ድገበሮ ነገር እንተደኣ ሃልዩ ናትና ሂወት በታ ደጋዊት ዓለም ቅርጺ ከም ትሕዝ እዩ ዝገብራ clear guys ተረዲእኩም ኣለኹም ንኣብነት ኤፍ እንተ ኣምጺኻ እንታይ ኢኻ ክትበሃል ሕማቕ ኣንታ በትኪ ካልእ ኣይኮነን ስለዚ እንተ ሂወትካ ክትሰኻኽል ኮይኑ ወይ ንስኻ ንፉዕ ክትከውን እንተ ኮንካ እንታይ ከተምጽእ ኣለካ ቢ ኤ ሳምቲንግ ንሶም እታ ደጋዊት ዓለም ትደልዮ ነገራት ከተምጽእ ክትክል ኣለካ ክሊር ትሕዙኒ ኣለኹም ሶ ይዓቢ እዚ ሰብ እዚ እኮ ኣብኡ ኣይኮነን እቲ ሽግር ትምህርቲ ከም ገለ ኢልካ ክትወጽእ ትኽእል ኢኻ ምስ ዓበኻ ግን ስቲል እቲ ናትካ ሂወት በቃ ሼፍ ድኾን ወይ ቅርጺ ድሕዝ በታ ደጋዊት ዓለም ኮይኑ እዩ ዝስምዕካ ክሊር ኩሉ ነገራትካ ካብታ ደጋዊት ዓለም ኢኻ ትርእዮ በቲ ሕጂ ዘጋጥም ዘሎ ኣብዛ ዓዲ ዘሎ ኩነታት በቲ በቃ ምናልባት ሰላም ክህበኒ ኢልካ ትሓስቦ ሰብ ኣሎ፣ ከፍቅረኒ ኢልካ ትምነዮ ዝኾነ ሰብ ኣሎ። ናትካ ሰላም ኣብ ሓደ ሰብ ተቋርኖ ክሊር ጋይስ ሰላምካ በቃ ሓደ ሰብ ኣሎ ድረኣኻዮ ፍቅራዊ ሂወት ክትምስርት ደሊኻ ኣለኻ ንሱ ትረይ ኮይኑ ካልእ ሰብ ኣይደልየ ንኽትብል ናትካ ሰላም ካብኡ ንኽተብሎ ናትካ ገንዘብ ናትካ ጁባ ከኣ ኣብዘ ንኣብነት ቢዝነስ ኣብዚ ዓዲ እዚ ኣይከውንን እዩ ከመይ ኢልካ ክኸውን ይበሃላል ኣይኮነን ንምንታይ እንተ ኢልኩም በቃ ኣብዚ ዓዲ እዚ ኮንካ ቢዝነስ ኣይስራሕን እዩ ድብል ድኾነ ሕብረተ ሰብ ኣሎ ናበይ ድኺድ ደሎ እዚ ሕብረተ ሰብ እንተ ኢልኩም ንኸኣ you know ናብ ኤሮፓ ናብ ኣሜሪካ ናብ ኤሽያ ናብ ካልእ ቦታታት ይዝርጋሕን ይኸይድን እዩ ደሎ clear guys ምሳይ ኣለኹ so ንዓኻ ድረኣየካ ከኣ ምጽእ ክትብል ከለኻ በቃ ናትካ ሂወት shape ትኾን ቅርጺ ትሕዝ በታ ደጋዊት ዓለም ኮይኑ እዩ ድስመዐካ ከባቢኻ ኢኻ ትርኢ so ከባቢኻ ክትርኢ ከለኻ ከኣኒ መሓዛኻ እንታይ እንታይ ናበይ እያ ትኸይድ ዘላ ንደገ እያ ትኸይድ ዘላ ዓርክኻ ንደገ እዩ ዝኸይድ ዘሎ ስለዚ you don't live your life ሂወትካ ደይኮንካ ትነብር ሂወት ናይ ካልኦት ሰባት ክትነብር ኢልካ ከኣ ትጽዕር ማለት እዩ ክሊር so መዓስ ዝጀመረ ሽግር ግን ካብ ህጻነትና ስለ ዝኾነ ክሳብ ሕጂ ዘይገድፈና ዘሎ ኪእ so ኮንፎርሚቲ ቀሊል ነገር ኣይኮነን ምምስሳል እቲ ዝዓበየ ሽግር ኮይኑ ደሎ እዩ ግድነት ካልኦት ሰባት ደስታ ድህቦም ነገራት ንዓይ ደስታ ይህበኒ ማለት ኣይኮነን ኪእ ናተይ ደስታ ናተይ ዓወት ናተይ ኩሉ ነገራተይ ቅርጺ ድሕዝ በቃ በቲ ብውሽጠይ ድፈጥሮ ነገራት ደኣ እምበር እታ ደጋዊት ዓለም ብትፈጥሮ ነገራት ኣይኮነን so ኮንፎርም ምግባርና ግን ማዕረ ህይወትና እዩ ደክፍለና ደሎ ንምንታይ ከምኡ ክብለኩም ክኢለ I remember ኣነ ይዝክሮ መጀመርያ ናብዚ ክመጽእ ከለኹ ማለት ኩሉ ሰብ ፕሮሰስ እዩ ዝገብር ዘሎ ኩሉ ሰብ ንደገ እዩ ዝኸይድ ዘሎ ንኣዲስ ኣበባ ንኢትዮጵያ ዝነበረ ንምስሊ ክነግረኩም ኣይክእልን እየ እዛ ዓዲ እዚ ዘይኮን ንኣፍሪቃ ቶታሊ ክሊር ሶ ንምንታይ ኢኻ ከምኡ ኢልካ እንተ ኢልኩም ልክዕ በቃ ሕብረተሰብካ ኢኻ ትርኢ ኣብ ኣፍሪቃ ከመይ ኢልካ ክንበር ምኽንያቱ ካልእ ሕማቕ ድኾንካሉ ኩነታት ኣሎ በጺሕኪያ ድመጽኻ ኣሎ ነዛ ዓዲ እዚ ውን ጉይ ኢኻ ትፈርዶ ኩሉ ሰብ ውን ንሱ ዓይነት ማይን ድሰት እዩ ድሕዝ ስለዚ ኣብዚ ክትመጽእ ከለኻ ውን ኩሉ ሰብ በቃ ኣይ እዚ ዓዲ እዚ ደይኮን ስቕ ኢልካ ንደገ ገለ ተኸድና እንበር ይብለካ ሕራይ ፕሮሰስ ድገብረለይ ሰብ ክደሊ ኣለኒ ስለዚ ፕሮሰስ ድገብረልካ ከኣ ደይክህሉ ይኽእል እዩ ክሊር ጋይስ ምምስሳልካ ብኽፍእ ካልእ ጭንቀት ሒዝልካ ይመጽእ ኣሕ በቃ ኣኺሉ እንድየ ኣነ ኩሎም ኣዕሩኽተይ ገለ ሚእቲ ዶላር ዳተሰደደሎምስ ንዓይ ድሰደለይ ሰብ ክስእን ታይ መዓት እየ ወደይ ሓደ ድሕግዘኒ ሰብ ክስእን እዞም ቤተሰበይ እኮ ስቅ ኢልካ እኮ እዩ ትርጉም ድበሃል የብሎምን እዚ እኮ ንኽትብል ከኣ መሊሱ ምምስሳልካ ድኸፈጭ ካልእ ጭንቀት ኣምጸልካ Clear guys ብድሕሪኡ ከኣ ንኣብነት ኣዕሩኽተይ ኔሮም ወይ ድፈልጦም ሰባት ኣለዉ ንሶም ከኣ ተራእኮም ማንም ፕሮሰስ ኣሚኑ ድገብረሎም ሰብ ወይ ገንዘብ ድህቦም የለን ንሶም ከ እንታይ ይገብሩ ኣለዉ እንተ ኢልኩምኒ በቃ ምምስሳል ጥራይ መን ኣሎ ሚእቲ ዶላር ደይስደደሉ ደሎ ስለዚ እንታይ ይገብር ኣሎ ንሱ ክትብል ከለካ ከኣ ምክሪ ካብኡ ኢካ ትጽበ እንታይ ይብለካ ንዓናይ ድሓሸ መንገዲ ድሓሰረ መንገዲ ኣሎ ከቢድ ክኮን ይክእል እዩ ግን ንኪድ ይብለካ ናበይ ንሊብያ ንሳሃራ ናብ ካልእ ነገራት ናብ ባሕሪ so you choose it ንዓ ትምህርታ clear guys ብምምሳልካ ጥራይ ተመሳሲልካ እሞ ከኣ በቃ ደስ ኢልካ ትገብሮ ነገር ዘይኮነ just ኣብታ ደጋዊት ደጋዊት ዓለም ስለ ትርኢ ኣብኡ ከይደ ከምዚ ክገብር እቲ ክኾን እቲ ክኾን ስለ ትብል ትርእዮም ሰባት ከኣ ኣለዉ you don't know ናቶም ፕሮፋይል ታይ ምዃኑ ብድሕሪ እቲ መጺኦም ኣብ ፌስቡክ ድዮም ኣብ ዩቲብ ድዮም ኣብ ገለ ድዮም ለጢፎም ደብልዎ ዘሎ ነገራት ብድሕሪኡ ኣብ ገዝኦም ምስ ከዱ እንታይ እንታይ ዓይነት ናብራ ኣለዎም you don't know ንጀሲ እታ ደጋዊት ዓለም ጥራይ ኢኻ ትርኢ ስለዚ ቅርጽኻ ካብኡ ተብሎ እሞ ኦኬ እንተ ከይደ ከምዚ ክኸውን ኢልካ ስለ ትሓስብ ኢቭን ጋም ኣለኩም ኣለኩም ምምስሳል ከኣ please guys ናይ ብልቢ ሂወትካ ውን ከኽፍለካ ይኽእል እዩ you don't know ንኻልእ ሰብ ገነት ዝኾኖ ሂወት ንዓኻ ውን ሲኦል ክኾን ይኽእል እዩ you didn't know clear guys ዝኾነ ሰብ ዕላማ ሃልይዎ እኮ ማዕረ ሂወቱ እንተኸፈለ ክኸፍል የብሉን ኣትሊስት ግን ንዕላምኡ ኢሉ እንተኾይኑ ሕራይ እንተዘይኮይኑ ግን ክንደይ ሰብ እዩ ማለት ትፈልጥዎ እዩ ደሓን ብቐሊሉ እትሪእዎ እዩ ኣብ ፌስቡክ ኣብ ገለ ወይ ኣዕሩኹትኹም ክህልው ይኽእሉ ኮኑ እዮም ክንደይ ሰብ እዩ ኣብ ኣደዳ ጭንቀት ኮይኑ ደሎ ናብ ሊብያን ናብ ካልእ ነገራት እንዳኸደ ናይ ብሓቂ ድዩ ተመንይዎ ናይ ብሓቂ ድዩ ደልይዎ ኢልና እንተ ሓቲትና ግን ዓቢ ሕቶ እዩ ናይ ብሓቂ ደልይዎ ኣይኮነን እቲ ህይወት እቲ ጀስት ምምስሳል ውሽጡ ብደይ ምፍታሸት ነቲ ደጋዊት ዓለም ምርኣዩ ጥራይ እዩ ካልእ ጭንቀት ሒዝሉ ድመጽእ ደሎ ክሊር ጋይስ ሶ ብዝግባእ ኮንፎርሚቲ ክንርድኦ እንተዘይክኢልና ሓደ ዝገብሮ ነገር እንታይ እዩ እንተ ኢልኩምኒ በቃ ካብ ደገ ናብ ካብ ደገ ናብ ውሽጢ ንኽትነብር እዩ ዝገብረካ ክሊር ኣበይ ከም ዘለኻ እንተ ፈይትካ ናበይ ትጓዓዝ ከም ዘለኻ እንተ ፈይትካ እቲ ትጓዓዞ ዘለኻ ጉዕዞ ከኣ ኢች ኤንድ ኤቭሪ ሞመንት ደይ ባይ ደይ መዓልቲ ንመዓልቲ ወግሐ ጸብሐ በቃ ደስ እንዳበለካ ትነብሮ ሂወት ተዘይኮይኑ ኢሊትኖ በቃ ካብ ደገ ናብ ውሽጢ እንዳ ነበርካ ናይ ብሓቂ ናትካ ድሌታት ዘይኮነ ናይ ካልኦት ሰባት ድሌታት ተማልእ ከም ዘለካ ክርዳእ ክትክእል ኣለካ በቃ clear guys ናትካ ውሽጢ ካብ ደገ ናብ ውሽጢ ትነብር እንተ ሃሊካ ትሕዝን ኣለኩ so በቃ ሂወት ከኣ መዓልታዊ በቃ እንዳ ኣስተባቀርናያ ደስ እንዳ በለና ድኮነ ንዓና ደስ ዝብለና ነገራት እንዳ ሰራሕና እንዳ ተፈሳህና ደስ ኢልና በቃ ዕውታት ኮይና each and every day እንዳ ኣስተማቀርናያ በቃ ክንጓዓዛ ተዋሂባትና ደኣ እንበር መዓልታዊ እንዳተሳቀና እህህ እንዳበልና እንዳተጨነቅና ኣይኮናን ክንነብራ ተዋሂባትና ዘላ we need to know that life is beautiful ቀላል እያ ሂወት ጥዕምቲ እያ ሂወት clear guys እሱ ንከይትከውን ዝገብራ ዘሎ ግን ከምዚ ክብል ከለኩ ኣይነ ብዙሕ ሰብ ኦይ ናይ ምንታይ ምቅርቲ ሓቅካ እዩ ዝብል clear so ናብቲ መቀረታ ንክንሰቶ ዝገብረና ዘሎ ግን ናይ ብሓቂ ሂወት ምቅርቲ ዘይኮነት ኮይና ዘይኮነት ምምስሳልና እዩ ካብ መቀረትና ዘህድመና ዘሎ Clear? ትርድኡ ዶ? So ንኣብነት ትማሊ ኣጋጣሚ ሓንቲ ቪድዮ መጺኣ ስለ ይሰርሕ ነይረ ሓሳብ መጺእኒ ዓለም ምልእ ዓለም ትሽዓተ ዘይትመልእ ዓሰርተ እብል ነይሩ ደሓር ከኣ ንዓይ ከኣ ሓሳብ መጺኡ ሓሳብ ንቕነ ሓሳብ መጺእለይ ንዓይ ከኣ ዓለም ምቅርቲ ፈጣሪ ሒዝካ ምልእቲ ከኣ እብል ነይረ clear guys ሰብ ግን ፈጣሪ ካብ ምሓዝ ኣብ ደገ ዘሎ ነገራት እዩ ምሓዝ ድመርጾ። ፈጣሪ ምሓዝ ታይ ማለት እዩ ካልእ ነገር እኮ ኣይኮነን ናብ ውሽጥኻ ተመሊስካ ጸሎትን ምስጋናን ብምግባር እህህ ትብለሉ ሽግር የለን ማለት ኣይኮነን ትሓምመሉ ድኾነ ጭንቀት የለን ማለት ኣይኮነን ግን ካብኡ ውጽእ ኢልካ ናብ ገዛእ ርእስኻ ተመሊስካ ድልየታትካ እንታይ እዮም ኣበይ ኢኻ ዘለኻ ብዝግባእ ፈትሽካ እንታይ ንዓይ ደስ ትብለኒ ናይ ብሓቂ ድየ እዚ ሂወት ድኸዶ ደለኹ መሪጸዮ ናይ ብሓቂ ድየ እዚ ድጓዓዞ ደለኹ ነገራት መሪጸዮ ኢልካ ክትሓስብ እንተ ክኢልካ ንውሽጢ ተመሊስካ እዩ ኬን ዓይ ፈጣሪ ውን ክትሓቶ ትኽእል ኢኻ በቃ መንገደይ ግልፂ ግበረለይ ናበይ ድኸይድ ኣለኹ ምርሓኒ እቲ ንዓይ ደስታ ድህበኒ ኢቺ ኤንድ ኤቭሪ ደይ እንዳተሓጎስኩ ክነብረሉ ዝኽእል ናብራ ኣርእየኒ ምርሓኒ ዩ ኬን ዱ ዛት ከምኡ ንኸይንገብር ግን ዓለም ጎደሎ እያ ቴ ዳስ ዋት ዊ ኣር ሰይንግ ንምንታይ ከምኡ ዝኾን ዘሎ ካብ ደገ በቃ ስለ ትነብር እዩ ካብ ደገ ናብ ውሽጢ ስለ ትነብር እዩ ነታ ደጋዊት ዓለም ስለ ትርኢ እዩ ቴር ጋይስ ሶ ምልኣት ድፈጥረልና ህይወት ንኸይንነብር ጎደሎ ዝኾነ ህይወት ካብታ ደጋዊት ዓለም ንደሊ ስለ ዘለና እዩ ኩስቶ ከምዚ በቃ ፍቅራዊ ህይወት ስለ ኣነ ግድነት ከኣ ትብለኒ ኩስቶ ናብ ካልእ ዓዲ ስለ ድኸደ ነዛ ዓዲ ስለ ድጸለዎ ኣብዚ ዓዲ ደሎ ኔጌቲቭ ነገራት ስለ ድበዘሐ ንሱ በቃ ምርር ኢልዎሞ ኣነ ከኣ ከምኡ ክገብር ኣለኒ We gotta check ourself እታ ቀዳመይቲ ክንገብራ ንኽእላ ሓንቲ መፍትሒ እንተድኣ ሃልያ ናብ ገዛእ ርስና ተመሊስና ገዛእ ርስና ንፈትሽ። ናይ ብሓቂ ድየ እዚ ክከዱ ድሓስብ ደለኩ I'm not saying ኣይንኪድ ኣይትኪዱ ኤሮፓ ኣይኮንኩም ካርድ ከልኪልና ከይትብሉኒ ከኣ I'm not saying that ጽቡቅ ጌርኩም ግጥም ብጽቡቅ ጌርኩም ኪዱ። Clear? So ኣነ ውን እብሎም እየ ምሸት ድመሮም ተማሃሩ እሎም so ክመጽእ እየ ናባኹም እኮ ብኣካል ሓደ መዓልቲ ክንራኸብ ኢና ሓደ መዓልቲ ዘይኮነ ኣብ ቀረባ እዋን ክመጽእ እየ ናባኹም ዳዞርኩስ መጽየ ውን ደሓን ሰሚናራት ከካይደልኩም እየ ክመጽእ እየ ብኣካል እብሎም እየ There is a different way ከምኡ እቲ ዝዓበየ ሽግር ንኾን ደሎ ከኣ እንታይ መሲሉ ከም ጋሽ እንተ ምስታ ደጋዊት ዓለም ትመሳሰል ኮንካ

So I'm not saying ደገ ኣይንኺድ ከምቲ ንግበር ወይ I'm not saying that ድሌትና ነገራት ክንገብር እኹል ዓቕምን ክእለትን ይደለና ግን ካብ ውሽጣዊ ድሌትና ይበገስ እዩ ናተይ ጉዳይ Clear guys ኣብዚ ኮይና ገዛ ርስና ብዝግባእ ቀይርና እቲ ንሕና እንደልዮ ደስታ እቲ ንሕና እንደልዮ ሰላም እቲ ንሕና እንደልዮ ገንዘብ what ever it is ፋሚሊና ከነስተኻኽሎ እንሓስብ ደለና ፕላን ንገብሮ ደለና ብኣእምሮና ካብዛ ዓዲ እዚ እንተዘይተመኒና ካብዛ ሕጂ ዘለናያ መሬት ተዘይተመኒና ኣብ ኤሮፓ ኣብ ኣሜሪካ ከይደ ክረኽባ እየ ንብል ተደኣ ሃሊና ምናልባት ብዝተወሰነ መልክዑ ገንዘብ ድዩ ካልእ ነገር ኣድዩ ክንረክብ ንኽእል ንኸውን ኢና Clear guys ናይ ብሓቂ ግን ውሽጣዊ ደስታ ውሽጣዊ ምልኣት ደይ ክንረክብ ንኽእል ኢና ኣልቲሜት ጎል እኮ በቃ ዕውት ንምዃን እኮ ኩሉ ሰብ ንኣብነት ክትብሉ ንጽናሕኩም ንግዲ ፍቓድ እንተደውኻ ምተሓጎስካዮ ምተሓጎስካን ሳልፊ እንተሓጎስካ ማለት ኣልቲሜት ጎል እንታይ እዩ ናይ ኩላትና እንታይ እዩ ሓጎስ እዩ ሓቂ በቃ ዘንድ ኦፍ ዘደይ ደስ ኢልካ ኢትስ ኤንድ ኤቭሪ ደይ እንዳተሓጎስካ ኢንጆይ ዳገበርካ እያ ንክትሓልፍ እዩ እንተደይ ኮይኑ ግን እንተ ሂወትካ በታ ደጋዊት ዓለም እያ ቅርፂ ትሕዝ ኢልካ ትሓስብ እንተ ኮንካ ደስታኻ እውን ኣብታ ደጋዊት ዓለም ክጠፍእ ይኽእል እዩ መይቢ ተፀቢኻያ ድኸድካ ተመኒኻያ ድኸድካ ከምዚ ኢልካ ሓሲብካዮ በቃ ወዲእካዮ ድኸድካ

ግን እቲ ዝዓበየ ደስታ ኣበይ ደሎ እንተ ኢልኩምኒ ካብ ምምስሳል ውጽእ ኢልካ ናብ ገዛእ ርእሰኻ ተመሊስካ በቃ ንዓይ ደስታ ድህበኒ እንታይ እዩ? እንታይ'የ ክኸውን ደልየ? እንታይ'የ ክሰርሕ ደልየ? ኣበይ'የ ክበጽሕ ደልየ? እንታይ'ዮም ድሌታተይ? ኢልካ ውሽጣዊ ድሌታትካ በቃ ደስ ዝብለካ ንዓኻ ነገራት እኮ ኣሎ። ሶ ናብኡ ንኻብቲ ደስታኻ ንኽትሃድም ድገብረካ ደሎ ግን ደስታ ሕጂ'ውን ብምምስሳልና። ብምምስሳልና ካብ ውሽጥና ዘይኮነ ካብታ ደጋዊት ዓለም ኢና ንደልዮ ዘለና ማለት እዩ። ግን ተሕዝኑ ኣለኹም ሓቂ so this is the problem ካብ ደገ ናብ ውሽጢ ንነብር እንተ ደኣ ኮይና ከኣ ውሽጢ ዘሎ ብቕዓት ውሽጢ ዘሎ ድንቅነት ውሽጢ ዘሎ ተኣምር ንኽቕበርን ዓይንኻ ንኽሽፈንን ኣፖርቹኒቲ ንኸይትርኢ እዩ ዝገብረካ። መርበብ እዩ ኣፖርቹኒቲታት ኣሎ። ፔር፣ ካልኦት ሰባት ድሕግዙኻ ከኣ ኣለዉ። ቺዝ ከም ናትካ ዓይነት ላይፍ ድነብሩ ወይ ከኣ ነዛ ደጋዊት ዓለም ውን ድድግፉዋ ከማኻ ድመሳሰሉ ሰባት ኣለዉ። ኩነታት ናይዚ ዓዲ ይብሉኻ ሕማቕ እዩ ደሎ። ፔር፣ ከመይ ኢልካ ክኸውን ኣብዛ ዓዲ ኢልካ እኮ እዩ ኣዲስ ኣበባ ኢትዮጵያ ትርጉም ንብ ኣፍሪቃ ብዓቢኡ እንታይ ከ ክብሉኻ ይኽእሉ ኾን እዮም clear guys ስለዚ ንዖም ስለ ትሰምዕ ንዖም ስለ ትመሳሰል ከኣ ብኸፍእ ካልእ ጭንቀት ሒዝልካ ይመጽእ ብኸፍእ ካልእ መከራ ሒዝልካ ይመጽእ ንዖም ክትርኢ ከለኻ ኔጌቲቭ እምበር ፖዚቲቭ ነገራት ደይ ክነግሩኻ ይኽእሉ እዮም ካብ ደገ ናብ ውሽጢ ትነብር ተደኣ ኾንካ ድሌታትካ ብጣዕሚ ብዙሕ ስለ ድኸውን ካብዚ በቃ ማለት ብጣዕሚ ብዙሕ ድሌታት እዩ ደልወካ ድሌታትካ ሰሪ ምብዝሖ ከኣ ምናልባት ታስኻ ትደልያ ደስታ ክትጠፈካ ትኽእል እያ ምኽንያቱ ኣብታ ደጋዊት ዓለም ብዙሕ ብዙሕ ድሌታት እዩ ደሎ። ናብ ውሽጢ እንተተመሊስና ግን ናትካ ጥራይ ስለ ዝኾነ ሓንቲ ድሌት እያ። ክሊር እታ ደገ ትምልከት ተደኣ ኮንካ ክስቶ ንኤሮጳ ከይድ ተደኣ ኮይነ ኤሮጳ ከይድ ኣለኒ። ክስቶ ዝድኾነ ነገር ተኸፊቱ ክኸፍት ኣለኒ። ክስቶ ዝኾነ ነገር ተ ብዙሕ ነገራት ክኾን ይኽእል እዩ። ናብ ውሽጢ እንተተመሊስካ ግን ንዓኻ ደስታ ድህበካ ውሽጥኻ ድመልእልካ there is something። ክሊር ንዑኡ ትሕዞ ግን ከምዝብሎ ናብ ውሽጢ ክትምለስ ከለኻ እዩ።

Of course ማሕበራዊ ካልእ ሽግር የለን ኣይኮንኩን ድብል ኣለኹ ግን እንተ ካብኡ ውጽእ ኣቢልና ኣእምሮና ክፍት ከነብሎ እንተ ክኢልና እቲ ዝበዝሐ ሽግር ኣብ ኤሮፓ ድዩ ዘሎ ኣብ ኣሜሪካ ድዩ ዘሎ ገደዳ እንተልኩም ኣብ ኣፍሪቃ እዩ ዘሎ ዝበዝሐ ሽግር ሽግር ኣብ ዘለዎ ሰዓት ከኣ ዕውት ንምዃን ንዝጽዕር ዘሎ ሰብ ኢንተርፕረነር ኮይኑ ወይ ዝኾነ ቢዝነስ ንክጅምር ድሓስብ ዘሎ ሰብ ከኣ ኣየናይ ኢንቫይሮንመንት እዩ ድሓሸ እንተ ኢልኩም ሽግር ዝበዝሐ እዩ ክቕረብ ዝኽእል መሊኡ ሽግር ኣሎ መሊኡ Clear guys ክቕረፍ ዝኽእል ብዙሕ ሽግራት ኣሎ ኣብ ንኣብነት ናብ እፍሪቃ እንተ ተመሊስና ነዚ ሽግራት እዚ ግን ንኸይትቐርፍ ወይ ከኣ ነዚ ሽግራት እዚ ግን ናብ ጥቕምኻ ንኸይትጥቀመሉ ነታ ደጋዊት ዓለም ብምርኣይካ ካልኦት ሰባት ከኸዱ ስለ ዝረኣኻዮም ካልኦት ሰባት ዝኾነ ነገራት ክገብሩ ስለ ዝረኣኻዮም ንዕኡ ትገብር ስለ ዘለኻ እቲ በረኸት ማለት ሽግር ኮይኑ ዝመጽእ በረኸታት ብምንም ተኣምር ኣይረኣይካን እዩ ዓቢ ሽግር ኮይኑ ንዓኻ እዩ ዝጥሕለካ Clear? So, we gotta check ourselves. ገዛእ ርእስና ማለት ክንዕዘባ ክንክእል ኣለና ጽቡቕ ጌርና። ናብ ገዛእ ርእስና ተመሊስና በቃ እንታይ እዩ ድሌታተይ? ባህግታተይ እንታይ እዮም? ናይ ብሓቂ ኣነ ዝምነዮ ህይወት ድየ ዝነብር ዘለኹ ወይስ ጀስት ይጓዓዝ ስለ ዘሎ ሰብ ጥራይ ኣነ ዝጓዓዝ ዘለኹ ኢና ገዛእ ርእስና ክንፍትሽ ክንክእል ኣለና። ክሊር ምክንያቱ እንተ ዘይንፍትሻ ኮይና ገዛእ ርእስና ከምዚ ክብለኩም ጽናሕኩ ንመሳሰል ክስቶ ገይርዎ ክስቶ ገይራቶ ኢልና ጥራይ ንኣቶ እንተ ኮይና ንክስቶ ገነት ንኮዶ ሂወት ንዓይ we don't know ምስ ድሌታተይ ምስ ናተይ ስሚዒታተይ ስለ ደይከ maybe ን ንዓይ ሲኦል ቃንዛ ክኮን ይክእል እዩ ሲኦል ክኮን ይክእል እዩ so we gotta check it ናብ ገዛእ ርስና ተመሊስና ይመሳሰል ድየ ደለኩ ወይስ ናይ ባሓቂ ኣነ ድሌታተይ ንምግባር ይከይድ እየ ደለኩ ድፍረት ኣይኮናን ሲኢና ደለና clear guys ፍርሒ ኣይኮነን ወሪስና ደሎ እቲ ሓደ ወሪስና ደሎ ነገር እንታይ እዩ እቲ በቃ just just conformity ናባይ ትኹረትኩም ክሊር ምምስሳል ናይ ድኣ ሴናርዮ ሶ ናይ ብሓቂ ድዩ ዝመሳሰል ዘለኹ ወይስ ክሪኤት ክንገብር ሓድሽ ነገራት ይሓስብ እየ ዘለኹ ኢልና ገዛእ ርእስና ቼክ ክንገብር ክንክል ኣለና ምክንያቱ እንተ ደኣ ከምዚ ጌርና ገዛእ ርእስና ቼክ ክንገብር እንተዘይክኢልና በቃ ዘድብለኩም ዘለኹ ነገር እዩ ደስታ ኣብ ደይ ሂቡኻ ካልኦት ናይ ካልኦት ሰባት ድሌታት መሰረት ኣብ ዝገበረ ነገር ኣብኡ ምንባርካ ምቕጻል ማለት እዩ ግን እዛ ላይፍ እዚኣ ከኣ ከምዛ ድለኩም ደለኩ ኢያ ኢትስ ኖት ጀስት ነቢርናያ ክንከይድ ደይኮና ኣስተማቂርናያ ክንከይድ ዝተፈጠረት ሂወት ምኳና ክርደና ክክእል ኣለዎ ክሊር መቀረት ናይ ሂወት ከኣ ከምዚ ድለኩም ደለኩ ኣብ ምምስሳል ዘይኮነ ደሎ ናብ ውሽጢ ተመሊስካ ድሌትካትካ ብዝግባእ ምርዳእ ኢዩ ኣር ዊ ክሊር ብሓንሳብ ኣለ ሶ ዳትስ ዘ ዘ ፕሮብለም ካብ ደገ ናብ ውሽጢ ምንባርካ እንተ ትቅጽል ኮንካ ከኣ ኣብ ደገ በቃ ትሪኦ ሪዛልት ኣሎ ኣብ ደገ ትሰምዖ ነገራት ኣሎ So እዚ ብደገ ለ ነገራት ካኒ ጸሎትካን ምስጋና ጸሎትካን በቃ ልብኻን እምነትካን ንሱ እዩ ድቆጻጸር ኦይ ኣብዛ ዓዲ ኣይከኣልኒ መደምደምታ ማለት ክኸይድ ኣለኒ ናብ ካልእ ዓዲ እምበር ኣብዚ ዓዲ እዚ ብምንም ተኣምር እዚ ዓዲ እዚ ንዓይ ዝኾነ ኣይኮነን መደምደምታ በይነይ ክሳቀ ኣይኮንኩን ድኾነ ፍቅራዊ ሂወት ክጅምር ኣለኒ መሓዛይ እኳ ጀሚራ ኣላ ኣይኮነለይን እዩ ኣነ በይነይ በቃ ደስታ ክረክብ ኣይክእልን እየ መደምደምታ clear guys so መደምደምታና ኣልዒልና ግን እንተ ንሂወት ኤክስፕሎር ክንገብራ እንተ ክኢልና ናብ ውሽጢ ክንምለስ እንተ ክኢልና ምናልባት እቲ በረኸት እቲ ተሓቢኡ ዘሎ ኣብ ውሽጥና ስለ ዝኾነ ናብ ውሽጥና ተመሊስና እቲ በረኸት እቲ ብምርካብ ድሌት ዓይነት ነገራት ክንረክብ ንኽእል ኢና ክሊር ተረዳዲና ንሓቀ ሶ ኢስ ላይክ ዛት ከመይ መሲልኩም ንኣብነት ፅምብላሊዕ እንተደሊኻስ ድድሕሪያ ኣይትጉየይ ይበሃል ኣይኮነ ጽምብላሊዕ እንተ ደሊኻ ደድሕሪኣ ክትጎዪ የብልካን። ጽምብላሊዕ እንተ እንተ ደድሕሪኣ ትጎዪ ኮንካ እንታይ ትገብር? ትሃድም እያ ኣይኮነን? ሶ ክትገብሮ ዘለካ ሓደ ነገር እንተ ሃልዩ በቃ ንውዕ ዝኾነ ጋርደን እንተ ኣብ ገዛ ርስኻ በቃ ጅስት ሓደ ጋርደን ፈጢርካ ዕምባባ ደለዎ ፍላወር ደለዎ ገለመለታት እንተ ጌርካ ግን ታስኻ ትደልያ ዘለኻ ታስኻ ትደልያ ዘለኻ ጽምብላሊዕ ነፊራ ናብታ ናፍታ ፍላወር ትመጽእ ወይ ከኣ ናፍታ ዕንበባ ትመጽእ clear guys so ኣብ ገዛእ ርእስኻ እንተ በቃ ጥበብካን ምስትውዓልካን ኣብ ገዛእ ርእስኻ ሜስካ ገዛእ ርእስኻ ምምሕያሽን ገዛእ ርእስኻ ምቕያርን ሓሳብካ ስምዒትካ እምነታትካ ጸሎትካ ምስጋናኻ መዓልታዊ ኣብኡ ትሰርሕ እንተ ኮንካ እቲ እስኻ ትደልዮ ነገር በቃ ብምምጽኡ ዶ ይተርፍ እዩ clear guys you just have to work on yourself ካብ ደገ ውጢልካ ናብ ውሽጢ ተመሊስካ just ነቲ ሕተቱ ክወሃቡ ክወሃበኩም እዩ ዝበለ ፈጣሪ ቃሉ ንዕኡ ኣኽቢርካ ናብ ውሽጥኻ ተመሊስካ እምነትካ ጥራይ ከተሐይል ደለካ clear ንዝኣመነ everything is possible ንኸይንኣምን ግን ከምዚ እብለኩም ደለኹ ፍርሒ ኣይኮነን ወሪሩና ኣሎ ኣንብብዋ ኢኹም one search for for himself እታ መጽሓፍቲ እያ ዳውንሎድ ግበርዋ clear በቃ ገዛእ ርእስኻ ምድላይ ማለት እዩ one search for himself ስለዚ ገዛእ ርእስና ንኸይንረክብ ወይ ንኽንጠፍእ ጌሩና ደሎ ከኣ it's not ፈሪሕና ኣይኮናን ሕልምታትና ምግባር ሲኢንና ደለና ድፍረት ስለ ዝሰኣና ኣይኮናን ኢትስ ኣወር ኮንፎርሚቲ ምምስሳልና እዩ ዝቀትለና ዘሎ ክሊር ተረዳዲና ኣሎ ስለዚ ኢፍ ዩ ናብ ገዛእ ርእስኻ ተመሊስካ ኣብ ገዛእ ርእስኻ ትሰርሕ እንተ ኮንካ ገዛእ ርእስኻ ተልምዓ እንተ ኮንካ ሓሳባትካ ተስተኻኽሎም ኣተሓሳስባኻ ስምዒታትካ በቃ ድልውኻ ናትካ ካብታ ደጋዊት ዓለም ዘይኮነ ካብ ውሽጢ ድብገሱ ድሌታትካ እንተ ብዝግባእ ትመምዮም ኮንካ ኣብ ገዛእ ርእስኻ ሞር ግዜ ተሕልፍ እንተ ኮንካ ንስኻ ትደልዮ ጽምብላሊዕ እንታይ እዩ ደገ ምኻድ ድዩ በቃ ቀስ ኢልካ ብዓጀባ ክትከይድ ኢኻ ተዓጂብካ እኳ ተጨናኒቕካ ደይኮነ clear guys ተረዳዲና ኣሎ ገንዘብ ድዩ ኣብ ገዛእ ርእስኹም ስርሑ ኣብ ገዛእ ርእስኹም ስርሑ ግደፉ ወታ ደጋዊት ደለ ዓለም ቶታሊ ሂወትካ ይደቕየር በቃ ገንዘብ ድርከበሉ ንዓኽ ገንዘብ ክህበካ ድብለካ ሰብ ክመጽእ ማለት ገንዘብ ክህበካ ዶ ኣይኮነን ደልካ ግን ኣገልግሎትካ ደልዩ ድመጽእ ሰብ ግን መዓት እዩ clear guys ሳምታይም ከም ዝብለኩም ደለኹ ብኣፍ ታይ ድበሃል ገብር ከለኹ ድምነዮ ድነበርኩ ሓደ ነገር ሓደ ሰብ ሚእቲ ዶላር ክሰደለይ ምክንያቱ ዕርክተይ ተራ ምምስሳል እዩ ካልእ ነገር ኣይኮነን clear በቃ ምስኦም ኢኻ ታይ ድበሃል ትገብር ኮምፒት ትገብር ስለዚ ሚእቲ ዶላር መን ክሰደለይ ከምዚ የብለይን ሰብ ገለ መለታት that was ናይ ካልኦት ሰባት ዓለም ምምነያይ እዩ ነይሩ ንዓይ ኣብ ሂወተይ ተመሊሰ ኣነኦም ክሪኦ ከለኹ ንምንታይ ከምዚ ደይገብሩለይ ንምንታይ ደይሰዱለይ ንምንታይ ከምዚ ደይ ክስቶ ከምዚ ደይሕግዘኒ ካልእ ጭንቀት ቲዕ ድኾነ ሰዓት ንሱ እዩ ነይሩ እዛ ዘ በቃ ብፍላይ እዚ ዝብለኩም ዘለኹ እርናይት ጌል ድበሃል ኣሎ ሰብኣይ ደ ስትሬንጀስ ሴክሪት ድብል ብ- ኣውድዮ ኣለዎ ንዓይ እውን ሰምዓ ሪኮመንድ ይገብረኩም ስትሬንጀስ ሴክሪት ኢን ዘ ወርልድ እዩ ድብል ሶ ንዓ ደጋጊመ ደጋጊመ ክሰምዓ ምስ ምስ ጀመርኩ ብዛዕባ እዚ ኮንፎርሚቲ ዝብለኩም ዘለኹ ነገር ምሁር ብዛዕባኡ ክዛረብ ጀሚሩ ሳኣና ካኣ ተራኣኩ እንታይ ድገብር ደለኩ ኢለ ገዛእ ርእሰይ ክፍትሽ ምስ ጀመርኩ ጀስት ትመሳሰል ኢለ ኣለኩ ክስቶ ሓወይ በቃ ዓርከይ ስለ ድስደደሎ ሚእቲ ዶላር ኣነ ካኣ ሚእቲ ዶላር መሰሉ እኮ ኢዩ ኣብ ደገ ደሎ ሰብ ወይ ካልእ ደይ ክሕግዘኒ መሰሉ ኢዩ ኣብታ ደጋዊት ዓለም ናይ ገዛእ ኩሉ ሰብ ከምቲ ንዓና መሰል ደልና መሰል ኣለዎ ክክልክለኒ ይክእል ኢዩ Clear guys ግን ንምንታይ ከልኪለኒ ንምንታይ ከምዚ ደይኮ ንምንታይ ከምዚ ገይሩኒ ድበልኩላ ዓለም ነይሩ እየ ናብ ገዛእ ርእስኻ ተመሊስካ ግን ከምዚ እብለኩም ደለኹ ውሽጠኻ ከተዕምብብ ሓሳብካ ከተስተኻኽል ድልየታትካ ብፍላይ ኣነጺርካ ክትፈልጥ እንተ ደሊኻ ናብ ውሽጥኻ ተመሊስካ ደደሱትኻ ደሕጉሱኻ ነገራት እንተ ክትገብር ኪኢልካ ምሁር ኣብ ገዛእ ርእስኻ እንዳሰራሕካ እንዳሰራሕካ ክትከይድ ከለኻ ናትካ ሰርቪስ ናትካ በቃ ናትካ ቫልዩ ደልዩ ናትካ ዋጋ ደልዩ ብመንጽር እቲ ንስኻ ትህቦ ዋጋ ካልእ ዝህበካ ሰብ ኣይስእን ኢኻ clear guys so at some time ከምኡ ድምነዮ ዝነበርኩ ሰዓት ገዛእ ርእሰይ ክረክብ ምስ ጀመርኩ ናብ ውሽጠይ ክምለስ ምስ ጀመርኩ ባእሲ ነይሩ ኩሉ ግዜ ምስ ገዛእ ርእሰይ ንምንታይ ከምዚ ደይከውን ንምንታይ ክስቶ ደይሰደለይ ኣሕ ጠሊቦምውን እኮ እዮም እዚኦም ከምዚ ገይሮም ቤተሰበይ ዶ ሳምቲንግ ዶ ከምዚ ተደይረኹም እኮ ድኽነተይ እኮ እዩ እቲ እኮ እዩ ሳምቲንግ ዕላል ነይሩ እዩ ብዙሕ I'm not saying እዚ ኩሉ ድብሎ ደለኹ ነገራት ሓሶት እዩ ማለት ኣይኮነን እዩ ሓቂ እዩ ክሊር ጋይስ ግን ኣብታ ደጋዊት ዓለም ደሎ ነገራት እዩ ካባኻ ወፃኢ እዮም እዞም ኩሎም ሰባት በልዎም ካልእ በሎ ቤተሰብካ በሎ ኤቭሪባዲ ክሊር ሶ ካብዚ ኩሉ ዕላል እዚ ውጺእና ግን ናብ ገዛእ ርእስና ክንምለስ እንተ ክኢልና እንተ ድሌታትና ብዝግባእ ክንርድኦም ክኢልና ኢች ኤንድ ኤቭሪ ደይ ከኣ ኣብ ገዛእ ርእስና ክንሰርሕ እንተ ጀሚርና ደሕጉሰና ነገር እንተ ረኺብና ምምስሳል ገዲፍና ናብ ገዛእ ርእስና እንተ ተመሊስና ክሬት ኢኻ ትገብር ሓድሽ ሓሳባት ኢኻ ክሬት ትገብር Clear? Of course ትዕግስቲ የድልየካ እዩ ኣብዛ ተዓጊስካ ትሰርሓ ዓለም ግን ኣብ መጨረሻ ርፍታኻ ሒዛ እያ ትመፅእ ኣብ መጨረሻ ትስኻ ትደልዮ ገንዘብ ሒዛ እያ ትመፅእ እሺ እዚ ክብለኩም ፀናሕኩ ናይ ፅምብላሊዕ ጉዳይ እዩ በቃ እታ ስኻ ትደልያ ፅምብላሊዕ በቃ ደስ ትብል ዝኾነ ከለር ደለዋ በቃ ንዓኻ ደስ ትብለካ እያ ሃከ እቲ ፅምብላሊዕ ብካልእ ጌርኩም ውሰዶ ኤኒቲንግ ገንዘብ በሎ ካልእ ነገራት በሎ እንተ ነጓይዮ ሃሊና ምህዳሙ ዘይተርፍ እዩ። እንተ ግን ኣብ ገዛእ ርስና ተመሊስና ኣብ ገዛእ ርስና ንሰርሕ እንተ ኣሊና ዋቴቨር ኢት ኢዝ ናባና ምምጽኡ ዘይተርፍ እዩ። ደስ ኢልዎ እዩ ድመጽእ ክሊር ጋይስ ማለት እንተ ኣብ ገዛ ከምዚ ኣሎ ከሎ ኣብ ግራት እንተ ፍላወር ድዩ ገለ ገይርካ ጽምብላሊዕ እንዳሃደመት ኣይኮነትን ትመጸካ ደስ እንዳበለት ደስ እንዳበለ እያ ትመጸካ ክሊር ንሕና ውን ኣብ ገዛእ ርስና ተመሊስና ድሌታትና ብዝግባእ ክንመምዮ እንተ ክኢልና ካብ ብዙሕ ነገራት ኢና ክንድሕን ንሱ ጥራይ ደይኮነ ናባና ደስ ኢልዎ ንዓ ክከፍለካ ከምዚ ግበረለይ እቲ ግበረለይ ኢሉ ድመጽእ ናባና ከኣ ብዙሕ ሰብ እዩ ክኮን clear so please ካብ ምምስሳል ውጽ ኢልና ገዛእ ርስና ጽቡቅ ጌርና ክንፍትሽ ክንክእል ኣለና ናብ ገዛእ ርስና ተመሊስና እንተ ኩሉ ነገራት ክንደልዮን ክንምነዮን ኪኢልና ከኣ ብዙሕ ነገራት ክንረክቦ ንክእል ብዙሕ ነገራት

ማት ምምሳልና እንታይ ዓይነት ሽግር ሒዝልና መጸ ከም ደሎ clear ኣብ መጨረሻ ከኣ መፍትሒ ሪኢና ክንዲ ኢና ማለት so let's go።